ኣብ ዞባ ማእከል ኣብ ክልተ ሽሕን ዓሰርተ ሸውዓተን ክትግበሩ ዝተወጠኑ መደባት ብልዑል ሱታፌ ህዝብን ምምሕዳራትን ከምእተተግበሩ ምምሕዳር ዞባ ኣብ ዘካየዶ ገምጋም ኣፍሊጦም። ወኪል ኤሪና ብርሃነ ዓንደመስቀል ንዘዳለዎ ጸብጻብ ኣርሴማ ኣስመሮም ከተንብቦ'ያ።
ኣብ ዞባ ማእከል ኣብ ክልተ ሽሕን ዓሰርተ ሸውዓተን ክትግበሩ ዝተወጠኑ መደባት መብዛሕትኦም ብልዑል ተሳትፎ ህዝብን ምምሕዳራትን ከም እተተግበሩ ምምሕዳር ዞባ ማእከል ብ ዓሰርተ ሓደን ዓሰርተ ክልተን ታሕሳስ ኣብ ዘካየዶ ገምጋም ገሊጹ። ኣብቲ ኩለን ኣካላት ጸብጻባተን ዘቕረባሉ ኣኼባ ኣመሓዳሪ ዞባ ሜጀር ጀነራል ሮሞዳን ዑስማን ኣውልያይ ኣብ ዘስመዖ መደረ ኣብ ትግባረ ዝተወጠኑ መደባት ንዝተራእየ ምውህሃድ ድሕሪ ምምስጋን፣ ከጋጥም ዝጸንሐ ጸገማት ማይን መብራህትን ንምፍታሕ ዓበይቲ መደባት ተበጋጊሶም ከምዘለዉ ብምሕባር፣ ንኽልተ ሽሕን ዓሰርተ ሸሞንተን ተወጢኑ ዘሎ ልምዓታዊ ስርሓት ንምዕዋት ተሳትፎ ህዝቢ ከም ወትሩ ክዓዝዝ ኣዘኻኺሩ። ኣብ ዝቐረበ ጸብጻባት፣ ስድራቤታት ስዉኣት ልዕሊ ስሳን ክልተን ሚልዮን ናቕፋ ደበስ ከምእተኸፍለን ብተበግሶ ኮም ዝተፈላልየ ሓገዛት ከምእተገብረን ሆስፒታላት ዕዳጋ ሓሙስን ብርሃን ዓይንን ሙሉእ ፅገና ከም እተገብረለን ኣብ ዓድታት ገሽናሽም፣ ዓዲ ሙሳ፣ ሰምበል፣ ዓዲ በነይ፣ ዓዲ ሰጉዶን ዓዲ ሓሙሸን ንዝርከባ ኣብያተ ትምህርቲ ብኮም ተወሰኽቲ መምሃሪ ክፍልታት ከም እተሰርሓለን ኣብ ማይተመናይ ንኡስ ዞባታት በሪኽ፣ ጋላነፍሕን ሰረጅቓን ድማ ሓደስቲ ህዝባዊ ዓይኒ ምድሪ ከም እተሃንፀ ተሓቢሩ። ብዘይካ'ዚ ኣብ ጎዳይፍ፣ ሰምበል፣ ቪላጆ፣ ዓዲ ሶግዶ፣ ጸጸራትን ማይጨሆትን ጽርግያታት ክስራሕ እንከሎ፣ ኣብ ናይ ቅጥራን ጎደናታት ኣስመራ ብልዕሊ ሓሙሽተ ሚእትን ዓሰርተ ሓደን ሚልዮን ናቕፋ ጽገናታት ከም እተኻየደ በሪሁ። ኣብ ሕርሻዊ ልምዓት ድማ ናይ ኣዝመራ ዝናብ ብኣጋ ጀሚሩ ዘራእቲ ጽቡቕ እኳ እንተበቖለ፣ ናይ ክረምቲ ዝናብ ስለ ዝዶንገየ ካብ ዝተሓርሰ ልዕሊ ዕስራን ሰለስተን ሽሕ ሄክታር ኣስታት ዕስራን ሓደን ሽሕ ሄክታር ጥራይ ከም እተዘርኣ ተገሊጹ።
ኣቐዲሞም ብሕፅረት ማይ ክሽገሩ ዝፀንሑ ነበርቲ ከተማ ተሰነይ ቅድሚ ሽዱሽተ ዓመታት ዝተዋደደሎም ፕሮጀክት መሰረታዊ ፍታሕ ስለዘምፅኣሎም ቀፃልነቱ ንምውሓስ ካብኣቶም ዝሕተት ንምምላእ ዘለዎም ቁርብነት ኣረጋጊፆም። ወኪል ኤሪና ኣማኑኤል ተስፋይ ንዘዳለዎ ፀብፃብ ያሲን ሳልሕ ከቕርቦ እዩ።
ነበርቲ ከተማ ተሰነይ ኣብ ክልተ ሽሕን ዓሰርተ ሓደን ዝተተግበረ ፕሮጀክት ፅሩይ ስተ ማይ ዝፈጠሮ መስተርሆት ቀፃልነት ንክህልዎ ካብኣቶም ዝሕተት ከማልኡ ዘለዎም ቅሩብነት ኣረጋጊፆም። ንሳቶም ንኤሪና ኣብ ዝሃብዎ ሓበሬታ ብሕፅረት ማይ ዝሻቐልዎ ዝነበሩ ከቢድ እዋን ብምዝካር ኣብዚ እዋንዚ መሰረታዊ ፍታሕ ብምርካቡ ግዚኦም ኣብ ካልእ ንምዕባሌኦምን ምዕባለ ከባቢኦምን ዝደፍእ ንጥፈታት የውዕልዎ ከምዘለዉ ጠቒሶም ውሕሉል ኣጠቓቕማ ብምዝውታር ዕድመ ኣጎልጉለት ናይቲ ፕሮቸክት ንምንዋሕ ይሰርሑ ምህላዎም ገሊፆም። ቅድሚ ሕጂ ዝነበረ ብቦጥ ቦጥ እውን ድሕሪ ክንደይ ኮለልን መከራን እዩ ዝርከብ ነይሩ። ሕጂ ግን ኣብ ድላይካ ንኣጎልጉለት ትካልካን ንተጠቀምትን እቲ ዝበለጸን ዝሓሸን ኮይኑ ረኺብናዮ ኣለና። እቲ ቤት ጽሕፈት ኣብ በታ ቁጽሪ ናይታ ናትካ ዓዳሊት ቁጽሪ ናታ ጽሒፍካ መጺእካ ኣብ ዝሓሸ ዝሓሸን ዝጸፈፈን ጠጠው ኣይትብል ግዜ ይትወስድ ሪጋ እውን የብሉን እቲ ዝሓሸ ኮይኑ ረኺበዮ ኣነ። ኩለ ቤት ማይ ልየዐቴት እብ መስመር ናይ ማይ እየሀሌት። ኦሮ ኦሮም ኖሱ ማቅደረት ናይ ኖሱ ኣም ህማል ናይ ኖሱ ለኢታርፈ ኖስ ዶብ ኣተስነይ ዲብ ትርኡይ እንደህለ ከልሐሳ ቱ። ማይ ዲብ ኖስ ዶብ ኣተስነይ ሕርየት ማይ ካምለት ብና። ሓላፊ ኣገልግሎት ምዕዳል ማይ ንኡስ ዞባ ተሰነይ ኣቶ ዑስማን ሓሰን ብወገኑ፣ እቲ ቤት ጽሕፈት ቀረብ ማይ ናብ ነፍሲ ወከፍ ገዛ ንምብጻሕ ኣብ ዘካይዶ ዘሎ ጻዕሪ ዛጊት ልዕሊ ሰለስተ ሽሕን ክልተ ሚእትን ስድራቤታትን ትካላትን ተጠቀምቲ ኮይኖም ምህላዎም ኣረዲኡ።

እንተዘይኮይኑ ካሊእ ፀገማት የለን ማለት እዩ። እቲ ቤት ፅሕፈት ካብ ሓደ ታሕሳስ ክልተ ሽሕን ዓሰርተ ሸውዓተን ኣብ ዋጋ ማይ ምጉዳል ክገብር ምዃኑ ዝሓበረ ኣቶ ዑስማን፣ ብቡምባ ንመንበሪ ገዛ ዝዕደል ንሓደ ሜትር ኪዩብ ብ ዕስራ ናቕፋ ዝነበረ ናብ ዓሰርተ ሓደ ናቕፋ፣ ንትካላት ካብ ዕስራን ሓሙሽተን ናቕፋ ናብ ዓሰርተ ኣርባዕተ ናቕፋ፣ ናይ ሓባር ንቑጣታት ንዝግልገሉ ድማ ንፊስቶ ካብ ሽዱሽተ ናቕፋ ናብ ኣርባዕተ ናቕፋ ክጎድል ምዃኑ ሓቢሩ።
ኣብ ንዞባ መንደፈራ ብሚኒስትሪ ዞባዊ ምምሕዳር ዝወፀ ሓድሽ መምርሒ ውዕል ክራይ ናይ ግሊ ኣባይቲ ኣብ ግብሪ ንምውዓል በብምሕዳር ከባቢኡ ናይ ኣካራይን ተኻራይን ቅጥዒ ናይ ምምላእ መስርሕ ተጀሚሩ። ሓላፊት ቤት ፅሕፈት ክራይ ኣባይቲ ኣብቲ ንኡስ ዞባ ወይዘሮ ለምለም ዮሴፍ ንኤሪና ኣብ ዝሃባቶ ሓበሬታ መንግስቲ ነቲ ኣብ ልዕሊ መነባብሮ ዜጋታት ተፅዕኖ ክፈጥር ዝፀንሐ መመሊሱ ዝንህር ዋጋ ክራይ መንበሪ ገዛ ገደብ ንክገብረሉ ዘውፅኦ መምርሒ በብዞብኡ ብዘውፀኣሉ ቅማረ ዋጋታት ክስረሓሉ ጀሚሩ ከምዘሎ ብምጥቃስ ምትሕብባር ነበርቲ ክዓዝዝ ፀዊዓ። ህዝቢ ኣብ ኣተገባብራ ናይቲ መምርሕን ምምላእ ቅጥዒ ተኻራይን ኣካራይን ብንጥፈት ምእንቲ ክዋሳእ ኣቐዲሙ መብርህን ኣድላይ ሓበሬታን ከምእተዋህቦ ዝሓበረት ወይዘሮ ለምለም ከም ውፅኢቱ ህዝቢ ኣብ ግዚኡ ዘድልዮ ቅጥዕታት ኣማሊኡ ይቐርብ ብምህላው ኣብ ኣሳልጦ ስርሖም ሓጋዚ ኮይኑ ምህላዉ ገሊፃ። ኣብ መወዳእታ ድማ ናይ ምምላዕ ቅጥዕን ምትማን ዋጋ መስርሕ ምስ ተዛዘመ እቲ ዝኸበደ ስራሕ ምቁፅፃር ምዃኑ ዝሓበረት ወይዘሮ ለምለም ብውሽጣዊ ስምምዕ ካብቲ ዝተተመነ ንላዕሊ ክኸፍሉን ከኽፍሉን ዝርከቡ ኣካረይትን ተኻረይትን ስጉምቲ ክውሰደሎም ምዃኑ ኣነፂራ። ሃማደኤ ምስ ናይ ስራሕ መሻርኽቱ ብምትሕብባር ፆታዊ ኣድልዎ ንምውጋድ ዝዓለመ ሓበራዊ ዘተ ትማሊ ኣካይዱ። ጋዜጠኛ ዳናይት ገብረሂወት ተኸታቲላ ዘዳለወቶ ትሕዝቶ ቀፂሉ ይቐርብ።
ሃገራዊ ማሕበር ደቂ ኣንስትዮ ኤርትራ ምስ ፕሮግራም ልምዓት ሕቡራት ሃገራት ብምትሕብባር ጾታዊ ኣድልዎ ንምውጋድ ኣብ ዝምልከት ኣህጉራዊ ውዕል ዘሎ መረዳእታ ንምዕባይ ዝዓለመ ሓባራዊ ዘተ ብ ዓሰርተ ሰለስተ ታሕሳስ ኣብ ማእከላይ ቤት ጽሕፈቱ ወዲቡ። ኣብቲ ከም መዛዘሚ ናይቲ ብምኽንያት ኣህጉራዊ ቅነ ቃልሲ ኣንጻር ጾታዊ ኣድልዎ ኣብ ዞባታት ዝተኻየደ ዓውድታት ዘተ ዝተሰርዐ መደብ ሚኒስተር ጉዳያት ወጻኢ ኣቶ ዑስማን ሳልሕ፣ ሚኒስተር መሬት ማይን ኣካባብን ኣቶ ተስፋይ ገብረስላሰን፣ ሚኒስተር ዕዮ ሰብኣዊ ድሕነትን ወይዘሮ ልኡል ገብረኣብን ዝርከብዎም ላዕለዎት ሰበ ስልጣን መንግስትን ግንባርን ከምኡ'ውን ኣብ ኤርትራ ዝመደበሮም ዲፕሎማሰኛታትን ሓለፍቲ ትካላት ሕቡራት ሃገራትን ተረኺቦም ነይሮም። ፕሬዝደንት ሃማደኤ ወይዘሮ ተኽኣ ተስፋሚካኤል ኣብ ዘስመዓቶ ቃል፣ ማሕበር ኣብ ልዕሊ ደቂ ኣንስትዮ ዘጋጥም ጾታዊ ኣድልዎ ንምውጋድን መሰላተን ንምሕላውን ይሰርሕ ከምዘሎ ብምሕባር፣ ኣብ ምውጋድ ክሽቦ፣ መርዓ ትሕቲ ዕድመን ጾታዊ ዓመጽን ተመዝጊቡ ዘሎ ዓወታት ብኣብነት ዝጥቀስ ምዃኑ ኣብሪሃ። ተጸዋዒት ቤት ጽሕፈት ውድብ ሕቡራት ሃገራትን ወኪል ፕሮግራም ልምዓትን ኣብ ኤርትራ ሚስ ሱዛን ጎንኪ ብግደኣ፣ ኣብ መላእ ዓለም ሓንቲ ካብ ሰለስተ ደቂ ኣንስትዮ ኣካላውን ጾታውን ዓመጽ ከም ዘጋጥመን፣ ሸውዓተ ሚእትን ሓምሳን ሚልዮን ትሕቲ ዕድመ ከለዋ ከም እተመርዓዋ፣ ልዕሊ ክልተ ሚእትን ሓምሳን ሚልዮን ድማ ንምኽንሻብ ዝተቓልዓ ምዃነን ጠቒሳ፣ እዚ ኣሃዝ እዚ ጾታዊ ኣድልዎ ንምውጋድ ንዝካየድ ቃልስን ብድሆታቱን ዘነጽር ምዃኑ ብምሕባር፣ ንቑሕን ውሁድን ቃልሲ ማሕበራት ደቂ ኣንስትዮን ፖለቲካዊ መብጽዓን ወሳኒ ምዃኑ ኣስሚራትሉ። ነዚ ሓባራዊ ዘተ ዝመርሐት ኣብ ቤት ጽሕፈት ሕቡራት ሃገራት ኣብ ኤርትራ ኣማኻሪት ጾታዊ ምዕሩይነት ሚስ ማርያና ጎመዝ ብወገና፣ ኤርትራ ጾታዊ ኣድልዎ ንምውጋድ ከምኡ'ውን ተግባራውነት ኣህጉራዊ ውዕልን ኣድማዕነቱን ንምርግጋጽ ትገብሮ ዘላ ጻዕሪ ብኣብነት ከምዘጥቅሳ ገሊጻ።
ኣብ ሽወደንን ጀርመንን ዝነብሩ ዜጋታት፣ መደባት ማሕበር ሓርበኛታት ስንኩላን ንምዕዋት ውዳቤታቶም ብምሕያል ከም ዝጽዕሩ ገሊጾም። ሃብቶም ፍረዝጊ ንዝወሃሃዶ ትሕዝቶ ገረመስቀል ገረዝጊሄር ከቕርቦ እዩ።
ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ጨንፈር ሽወደን ኣብ ዝወደቦ መደብ፣ ኣቦ መንበር ኣዚ ማሕበር መምህር ገብረብርሃን እያሱ ኣብ ዘስምዖ ቃል፣ ኣብ ወጻኢ ዝነብራ ጨናፍር ዝገብርኦ ኣበርክቶ፣ ስንኩላን ነፍሶም ክኽእሉ መንግስቲ ንዘካይዶ ጻዕርታት ደገፍ ይኸውን ከም ዘሎ ገሊጹ። ኣብቲ ኣጋጣሚ፣ ዝተፈላለዩ ንጥፈታት ብምክያድ ዝተኣከበ ልዕሊ ዕስራን ክልተን ሽሕ ክሮነር ንመዓላ ሓርበኛታት ስንኩላን ተበርኪቱ። ኣብ ተመሳሳሊ ፍጻመ፣ ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ ጨንፈር ሽቱትጋርት ጀርመን፣ ስንኩላን ወገናቱ ንምሕጋዝ ብዝሓየለ ከም ዝሰርሕ ብምርግጋጽ ነቲ ዕላማ ዝውዕል ሰለስተ ሽሕ ዩሮ ወፍዩ። ፈጻሚ ጉዳያት ኤምባሲ ኤርትራ ኣብ ጀርመን ኣቶ ዮውሃንስ ወልዱ ኣብ ዘስምዖ ቃል፣ ስንኩላን ንምድግጋፍ ኣብ ወጻኢ ዝነብሩ ዜጋታት ዝገብርዎ ዘለዉ ኣበርክቶ ብምምስጋን፣ እዚ ሰናይ ትግባር ብዝሓየለን ዝተወሃሃደን መልክዕ ክቕጽል ኣዘኻኺሩ። ኣቦ መንበር'ቲ ጨንፈር ኣቶ ሑሰን ኸሊፋ ብግዲኡ፣ ኣብ ትሕቲ ጽላል ናይ'ቲ ውዳበ ዘሎን ካብኡ ወጻኢ ዝርከብን ኤርትራዊ ስንኩላን ሓርበኛታት ንምሕጋዝ ብትግሃት ክነጥፍ ጸዊዑ። ኣብ ካልእ ንጥፈታት ህዝባዊ ዲፕሎማሲ፣ ኣብ ኢጣልያ ዝርከባ ሃገራውያን ውዳቤታት ናይ ሽዱሽተ ወርሒ ገምጋም ንጥፈታተን ኣካይደን። ኣብቲ ኣኼባ፣ መደባት ልምዓትን መኸተን ንምዕዋት በተን ውዳቤታት ዝተተግበሩ ዕማማትን ውፅኢቶምን ከምኡውን ዝተራእዩ ምዕባለታትን ዘጋጠሙ ብድሆታትን ዝምልከት ፀብፃብ ቀሪቡ። ኣምባሳደር ኤርትራ ኣብ ሪፓብሊክ ኢጣልያ ኣቶ ፍስሃጽዮን ጴጥሮስ ኣብ ዘስምዖ ቃል፣ ውዳቤታትካ ብምሕያል መደባት መኸተ ብምልኣት ንምዕዋትን ሓቀኛ ምስሊ ሃገር ንምንጽብራቕን ይጽንሓለይ ዘይበሃሎ ዕማም ምዃኑ ጠቒሱ፣ እቶም ውዳበታት በዚ ርድኢት ንዘካይድኦ ዘለዋ ውፉይ ጻዕሪ መጒሱ። ብኻልእ ወገን ኣባላት ንኡስ ጨናፍር ሃማደኤ ኣብ ሆላንድ ንጥፈታተን ንምግምጋም ዝዓለመ ኣኼባ ኣቃኒዐን። ፈጻሚ ጉዳያት ኤምባሲ ኤርትራ ኣብ ሆላንድ ኣቶ ተኸስተ ገብረመድህን፣ ሃገራዊ ማሕበር ደቂ ኣንስትዮ ኤርትራ ኣብ ዝተፈላለዩ ሃገራዊ መደባት ዘለዎ ኣበርክቶ ታሪኽ ዝምስክሮ ምዃኑ ጠቒሱ፣ ውዳበ ሃማደኤ ኣብ ሆላንድ ናብ ደረጃ ጨንፈር ክዓቢ እዋኑ ምዃኑ ሓቢሩ። እዚ ከምዚ ኢሉ እንከሎ፣ ውዳበ መንእሰያት ህዝባዊ ግንባር ንዲሞክራሲን ፍትሕን ኣብ ኩዌት፣ ምህናጽ ሓያልን ንቑሕን ሃገራዊ መንእሰይ ብዝብል ቴማ ብ ሸሞንተ ታሕሳስ መስራቲ ጉባኤኡ ኣቃኒዑ። ፈጻሚ ጉዳያት ኤምባሲ ኤርትራ ኣብ ኩዌት ኣቶ እድሪስ መሓመድ ዓሊ ኣብ ዘስምዖ ቃል፣ መንእሰያት ብቑዕ ፍልጠትን ሞያን ዓጢቖም ንዓወት ሃገራዊ መደባት ድርኺት ዝፈጥሩ ተበግሶታት ክወስዱ ትጽቢት ከምዝግበረሎም ኣተሓሳሲቡ። ሓላፊ ቆንስላዊ ጉዳያት ኣቶ ስምኦን ተኽለሰንበት ብወገኑ፣ ኣብ ወጻኢ ዝርከቡ መንእሰያት ውዳቤታቶም ብምሕያል ኩሉ መዳያዊ ንቑሕ ተሳትፎኦም ከዕዝዙ ብምዝኽኻር፣ ብወገን ኤምባሲ ኣድላዪ ምትሕብባር ከም ዝግበረሎም ኣረጋጊጹ።
ኣብ ዞባ ሰሜናዊ ቀይሕ ባሕሪ ነበርቲ ደሴታት ደለመን ማዶትን ጥዕና ጥሪቶም ንኽወሓስን ካብ እንስሳታት ናብ ሰብ ዝመሓላለፍ ሕማማት ንምክልኻልን ንጥሪቶም ናይ ክታበት መደብ ክስረዓሎም ሓቲቶም። ንሳቶም ንኤሪና ኣብ ዝሃብዎ ሓበሬታ፣ ኣገዳስነት ክታበት ብግቡእ ይግንዘብዎ እኳ እንተኾኑ፣ ዛጊት ብዞባ ደረጃ ናይ ጥሪት መደባት ክታበት እናተኻየደ ናብኦም ገጹ ከምዘይመጸ ብምሕባር ቆላሕታ ክወሃቦም ተላብዮም። ጥሪትና ካብ ቦታ ናብ ቦታ ብቐጻሊ ስለ ዝንቀሳቐሳ ክታቤት ኣዝዩ እዩ ዘገድሰና ዝበሉ እቶም ወነንቲ ጥሪት፣ ካብ ሕማማት ናጻ ኮይነን ምህርተን ንክስስን ሚኒስትሪ ሕርሻ ናይ ክታበት መደብ ከካይደሎም ጸዊዖም። ድሕርዛ ሓጻር መሰጋገሪት ስዕብ ኣህጉራዊ ዜና እዩ ዝኸበርኩም ተዓዘብትና ምክትታልኩም ደጊምና ብኽብሪ። ብ ዓሰርተ ኣርባዕተ ታሕሳስ ኣብ ከተማ ሞቓድሾ ኣብ ዝርከብ ማእከል ስልጠና ፖሊስ ብዝተኻየደ ርእሰ-ቕትለታዊ መጥቃዕቲ ብውሕዱ ዓሰርተ ሸሞንተ ኣባላት ፖሊስ ከም እተቐትሉ ማዕከናት ዜና ገሊጸን። በዚ ኣብ ከተማ ሞቓድሾ ዝተፈጸመን ኣልሸባብ ሓላፍነት ዝወሰደሉን መጥቃዕቲ ልዕሊ ዕስራ ካልኦት ከም ዝቖሰሉ ሰብ መዚ ሶማል ኣፍሊጦም ኣለዉ። ዝሓለፈ ወርሒ ኣብ ከተማ ሞቓድሾ ብዝተኻየደ ተመሳሳሊ መጥቃዕቲ ልዕሊ ሓሙሽተ ሚእቲ ሰባት ከም እተቐትሉ ዘመልክቱ ጸብጻባት፣ በዚ ተደጋጋሚ ተርእዮታት ጸጥታዊ ዘይምርግጋእ እታ ሃገር ይገድድ ከም ዘሎ የረድኡ። መንግስቲ ዚምባብዌ ብዘይሕጋዊ ኣገባብ መሬት ሕርሻ ገቢቶም ዝርከቡ ዜጋታት ብቕልጡፍ ክወፁ ብ14 ታሕሳስ ትእዛዝ ኣመሓላሊፎም ሚኒስትሪ ሕርሻ እታ ሃገር ኣብ ዘውጽኦ መግለጺ፣ ሓያሎ ዜጋታት ብዘይሕጋዊ ኣገባብ ሰፊሕ ናይ ሕርሻ ቦታታት ገቢቶምን ኣብኡ መንበሪኦም ሃኒጾምን ከም ዘለዉ ብምጥቃስ ብህጹጽ ክለቁ ኣዚዙ ኣሎ። እቲ ሚኒስትሪ ወሲኹ፣ እቲ ዝወጸ ትእዛዝ ነቶም ናይ ዋንነት ሕጋጋት ሰነዳት ዘማልኡ ሓረስቶት ከም ዘይምልከት ብምሕባር፣ ብዘይሕጋዊ መገዲ ተሓዚኡ ዝርከብ ናይ ሕርሻ መሬት ብምሉኡ ናብ መንግስቲ ክኣቱ ምዃኑ ኣፍሊጡ። መንግስቲ ዚምባብዌ ኣብ ሽሕን ትሽዓተ ሚእትን ሰብዓን ሸሞንተን ናጽነቱ ካብ ብሪጣንያ ኣብ ዝረኸበሉ ነቲ ኣብ ትሕቲ ጸዓዱ ነበርቲ ዝጸንሐ ሕርሻታት ከይትንክፎ ተሰማሚዑ እኳ እንተነበረ ኣብ ክልተ ሽሕ ብዘውጽኦ ትእዛዝ ሰፊሕ ናይ ሕርሻ መሬት ካብቶም ጸዓዱ ኣግዲፉ ንደቀባት ከም ዝሃበ ዝዝከር እዩ። እቲ ብመንግስቲ ዚምባብዌ ዝተወስደ ስጕምቲ፣ ኣብ ግዚኡ ኣካታዕን ኣብ ልዕሊ መንግስቲ ዚምባብዌ ከቢድ ኣህጕራዊ ተጽዕኖ ዝፈጠረን ምንባሩ ዝሕብሩ ጸብጻባት፣ ድሕሪ'ቲ ውሳኔ፣ መሬት ሕርሻ ብዘይሕጋዊ ኣገባብ ክግበር ምጽንሑ ይጠቕሱ። ሩስያ ኣብ ምምዕባል ጽላታት ትሕተ ቅርጺ፣ ትምህርትን ጥዕናን ኣተኲራ ትሰርሕ ከም ዘላ ፕረዚደንት ቭላድሚር ፑቲን ብ ዓሰርተ ኣርባዕተ ታሕሳስ ኣብ ዘካየዶ ዓመታዊ ጋዜጣዊ ዋዕላ ገሊጹ። ቭላድሚር ፑቲን ኣብ መደርኡ፣ ቁጠባዊ ኣታዊታት ዜጋታት ክብ ብምባል ማሕበራዊ ህይወት ንምርግጋእ ብዕቱብ ይስራሕ ከም ዘሎ ኣረዲኡ። ቁጠባዊ ሕውየት ሩስያ ብዘቤታዊ ጠለባት ከም ዝምእዘን ዝጠቐሰ ፕረዚደንት ፑቲን፣ ንክልተ ዓበይቲ ብድሆታት ማለት ምንቁልቋል ዋጋ ነዳድን እገዳ ሃገራት ምዕራብን ብምስጋር ኣብዚ እዋን'ዚ ጽቡቕ ገስጋስ የርኢ ከም ዘሎ ኣረዲኡ። ኢንዱስትርያውን ሕርሻውን ምህርቲ ካብቶም ቀንዲ ዓንዲ ሕቖ ቁጠባዊ ሕውየት ሩስያ ምዃኖም ፕረዚደንት ፑቲን ብተወሳኺ ገሊጹ'ሎ። ንጉዳይ'ቲ ኣብ መንጎ ሩስያን ሃገራት ምዕራብን ተኸሲቱ ዘሎ ዘይምቅዳው ብዝምልከት ኣብ ዝሃቦ መግለጺ ድማ፣ ቭላድሚር ፑቲን ሃገሩ ኣብ ወተሃደራዊ ምትፍናን ብሓፈሻ፣ ውድድር ምምዕባል ኣጽዋር ድማ ብፍላይ ክትጽመድ ከምዘይትደሊ ፍሊጦም። ኣብ ክልተ ሽሕን ዓሰርተ ሸሞንተን ናብ ዝካየድ ፕረዚደንታዊ ምርጫ ዳግም ክወዳደር ምዃኑ ብወግዒ ዘፍለጠ ፕረዚደንት ቭላድሚር ፑቲን፣ ፖለቲካዊ፣ ዲፕሎማስያውን ማሕበረ-ቁጠባውን ገስጋስ ሃገሩ ኣብ ምውሓስ ከምዝሰርሕ ሓቢሩ'ሎ።

ደቡብ ኮርያ ጸረ ሚሳይል ኣሜሪካ ኣብ መሬታ ክትከል ብምፍቃዳ ኣብ መንጎኣን መንጎ ቻይናን ዘይምትእምማን ከም እተፈጥረ ናይ ቀረባ ተዓዘብቲ ይገልጹ። ይኹን እምበር ቁጠባዊ ዝምድናተን ሃገራት ጽቡቕ ገስጋስ የርኢ ከም ዘሎ ዝጠቐሱ ጸብጻባት፣ ንግዳዊ ምልውዋተን ኣብዚ ዓመት እዚ ልዕሊ ክልተ ሚእቲ ቢልዮን ዶላር ከም ዝበጽሐ የረድኡ። ሰራዊት ዒራቕ ብዳዕሽ ናይ ዝተቐትሉ ኣርባዕተ ሚእቲ ሰላማውያን ሰባት ዓስከሬን ዝሓዘ ጋህስሳት ኣብዚ ሳልስቲ እዚ ከም ዝረኸበ ሓቢሩ። እቲ ዓስከሬናት ናይ ነበርቲ ሰሜናዊ ምዕራብ ዒራቕ ምዃኑ ዝሓበሩ ኣዘዝቲ ናይቲ ሰራዊት፣ ተመሳሳሊ ጋህስታት ክህሉ ከም ዝኽእል ብምእማት ናይ ምድላይ ስርሒት ክቕጽሉ ኣዚዞም ኣለዉ። ግብረ ሽበራዊ ጉጅለ ዳዕሽ ኣብዚ ከባቢ ከካይዶ ብዝጸንሐ ውግእን መጥቃዕትታትን ኣሽሓት በርጌስ ከም እተቐትሉ፣ ኣስታት ፍርቂ ሚልዮን ድማ ኣብ ውሽጢ ዓዶምን ናብ ካልኦት ሃገራትን ከምእተመዛበሉ ጸብጻባት ይጠቕሱ። ሰራዊት መንግስቲ ዒራቕ ኣብ ልዕሊ እቲ ግብረሽበራዊ ጉጅለ ከካይዶ ዝጸንሐ ቃልሲ ምሉእ ብምሉእ ከምእተዓወተ ዝሓለፈ ሰሙን ብወግዒ ምእዋጁ ዝፍለጥ እዩ። ዜና ውሽጢ ሃገርን ወፃእን ኣብዚ ተዛዚሙ ኣሎ። ዝኸበርኩም ተዓዘብቲ ብሩኽ ለይቲ